ሰላም ንዓኹም ተኸታተልቲ ገሬ ፕሮዳክሽን በብዘለኹሞ ሰላም ጥዕና ቅሳነት ዘለዎ ግዜ ክኾነልኩም ብምምናይ ንሎሚ ድማ ሓንቲ ካብ ቻለንጅን ስራሓት ዘጋጠመትኒ ስራሕ ሒዘልኩም ኣለኹ። ኩሉ ግዜ ኣብ ሂወትና ዘጋጥመና ነገራት ንእሽተ ይኹን ዓበ ይኹን ዝኾነ ፈታኒ ዝኾነ ግን ክንፈትሖ ንኽእል መንገዲ ኣብ ዘጋጥመና ግዜ ኩሉ ግዜ ክንገብሮ ዝግባኣና ነገር እንድሕር ሃልዩ እቲ ንሓስቦ ዘሎና ሓሳብ ከይተሸገርና ወይ ውን መንፈስና ኣርጊእና ምስ እንሰርሖ ኩሉ ግዜ ዕውታት ክገብረና ይኽእል እዩ። ኣብ ከምኡ ዘጋጥመና ኩነታት ድማ እቲ ሓሲብናዮ ዘለና ወይ እንሰርሖ ዘለና ስራሕ እንድሕር ከምቲ ዝሓሰብናዮ ዘይኮነልና ነቲ ክንገብሮ ዘለና የዕሪፍና ወይ ከኣ ግዜ ሂብና ምስ እንምለሶ እቲ ኣብ ኢድና ዝነበረ ብሓጺር ግዜ ክርድኣና ስለ ዝኽእል፣ ኣብ ከምኡ እንድሕር ጸቒጥናሉ፣ ሞራድ መዓልቲ ክንከውን ከም ንኽእል ኣሚንና፣ ዝበለጸ ግዜን ዝበለጸ ኣተሓሳስባና ኣዕቢና ንምለሰሉ ስለ ዝኾነ ድማ፣ ምስቲ ዘጋጥመና ከይተሃላለኽና ኩሉ ግዜ፣ እንታይ ደኣ ብህድኣትን ብምስትውዓልን እንድሕር ጌርናዮ፣ እቲ ንሓስቦ ዘለና ወይ ውን እቲ ኣቢና ዝጸንሐ ነገር ክፍትሓልና ይኽእል እዩ ማለት እዩ። ልክዕ እዚኣ ከምዚኣ ንርእያ ዘለና ናይ ኣቑሑት ቡን መቐረቢ ኮይና እቶም ዝሰርሓሉ actually ስርሐይ ወዲኤ ኣብ ምውጻእ ኣጋጣሚ ዝነበርኩሉ ግዜ challenging ከም ምዃን መጠን እስኪ እዚኣ ንብረት እዚኣስ ነዊሕ ጌራያ ምሳና ካብ ንገዝኣ ግን ብሰንኪ ዘይምግጣማ ንነዊሕ ግዜ ኮፍ ኢለ እያ እሞ እንካ እስከ ርኣያ ምስ በሉኒ ኣነ ድማ ቻለንጂን ከኣ ኣይክእላን ይፈልጥ ናይ ሓውኹም ወይ ፈተና በቃ ክፍተና ኢለ ምስ ጀንበርኩ ኣነ ዝነበረን ሓሳብ ስራሐይ ወዲኤ መንፈሰይ ኣርጊኤ ንምኻድ እዩ ነይሩ ግን እታ ቻለንጅ ካብ መጸት ከኣ በቃ ክፍትና ኣለኒ ስለ ዝበልኩ ዘለኒ ህልኽ ምስኣ ምትህልላክ ኮይኑ በቃ ነዊሕ ግዜ ወሲዳትለይ። እንድሕር ከም ሓሳብ ርኢናየን እተን መሰመር ዘለዋ ዳርጋ ኣርባዕተ ኣርባዕተ ብሎኒ ብላዕሊ ኣለዋ ኣርባዕተ ብሎኒ ከዓ ብታሕቲ ፕላስ ኣብ ማእኸል ከዓ እዛ ትሪእዋ ዘለኹም ከዓ ሓንቲ ብላዕሊ ሓንቲ ብታሕቲ ኣለዋ ማለት እዩ። ሕጂ ብሓሳብ እንድሕር ሓሲብናዮ ኩሉ ግዜ እቲ ዘጋጥም ነገራት ምናልባት ሞስትሊ እቲ ናቱ ኢንፎርሜሽን ወይ ከዓ እቲ ናቱ ብጽሑፍ ሜኑ ማንዋል ናቱ ዝመጽእ ኣይጸንሓንን። ኣጋጣሚ ዝነበረኒ ክስታይ በቲ ናይቲ መሰምር ዝነበሮ ጋይድ ኮይነ'የ ዝኸይድ ነይረ ማለት እዩ። ስለዚ ከምኡ እናገበርኩ ዳርጋ ዘይኣሰርክዎን ዘይፈታሕክዎን ኣይነበረን ማለት እዩ። ሕጂ እንድሕር ብሓሳብ ኮይኑ ናይ ዓሰርተ ደቒቕ ስራሕ ክንሳ ግን ዳርጋ ፍርቂ ሰዓት ዝወሰደትለይ ግዜ ነይሩ ማለት እዩ። እዚ ኸኣ ንምስርሑ ዘይኮነስ ንምሕሳቡ ጥራይ እቲ ጌጋ ኣበይ ከም ዘሎ ወይ እውን እቲ ናቱ ደይ ምግጣሙ ማለት እዩ። ፋይናሊ ግን እቲ ኬዝ እንታይ ኮይኑ ጸኒሑ እንድሕር ኢልና እዛ ናይ ላዕሊ ዘላን ናይ ታሕቲ ዘላን እቲ ሳይዘን ሓደ ዓይነት ሳይዝ እዩ። እቲ ዘሎ ፍልልያተን ጥራይ እቲ መስማር ዝስመረሉ ናይታ ሓንቲ ኣብቲ ናይቲ ናይ ኮርነር እግሩ ይጅምር፣ ናይታ ሓንቲ ከኣ ኣብቲ ላዕለዋይ ኮርነር ናይቲ ጽፍሒ ዘለዎ ይጅምር ማለት እዩ። ስለዚ እተን ኣእጋር ምስ ዘርጋሕናየን እቲ ፍልልየን ናተን ኣብኡ ከሎ ይርድኣካ ማለት እዩ። ምኽንያቱ ልክዕ እዛ ኢደይ ዘላታ ትርእይዋ ዘለኹም እታ ምስማር ኣብታ ናይ እግሪ እያ ትእሰር፣ እታ ኣብ ታሕቲ ዘላ ድማ በታ ናይታ ላዕለይቲ ጽፍሒ ዘለዋ ኣብ ኣብታ እታ ብሎኒ ኣብታ ላዕሊያ ዘላ ማለት እዩ እተን ፍልልየን ኣብየና ንዝነበራ እምበኣር ኣብኡ ኮይኑ ጸኒሑ እቲ ምክንያት ማለት እዩ ስለዚ ክንገብሮ ዘለና ነገር እንድሕር ኮይኑ ኩሉ ግዜ እቲ ንሓስቦ ስራሓት ብትዕግስቲ ወይ ከዓ ብዓቕሊ ከይተጨነቕና ወይ እውን ብዙሕ ግዜ ሂብና እንድሕር ሰሪሕናሉ ዝኾነ ይኹን ዝዓበየ ይኹን ዋላ እቲ ዝነኣሰ ዓይነታት ዘጋጥመና ነገራት ክንሓልፎ ወይ ከኣ ክንሰግሮ ከም እንክእል ንኣምን ማለት እዩ። እቲ ዘድልየና እንታይ እዩ ደኣ ህድኣትን ረጊእኻ ናይ ምስትውዓልን እንድሕር ጌርና እቲ ንሓስቦ ዘለና ነገራት ብቐሊሉ ክንሰርሖ ከም እንክእል ኢድካ ዘይምሃብ ኩሉ ግዜ ኣብ ዓወት የብጽሓካ እዩ ማለት እዩ። እቲ ዘለና ጥራይ እንታይ ኢና ክንገብር ዘለና ኣብ ከምዚ ክንበጽሕ ከለና እቲ ናትና ዓቕልና ምስ ትውድኣና ወይ ከኣ ተጻዋርነትና ክረቅቕ ከሎ፣ ንዕኡ ገዲፍና ቁሩብ እልይ ኢልና ናብ ካልእ ዓይነታት እንድሕር ኣድሂብና ወይ ካልእ ስራሕ ድዩ ወይ ካልእ ሓሳብ እንድሕር ጌርና ምስ እንምለሶ፣ እቲ ኣብ ኢድና ዝጸንሐ ዊዝን ኣ ምንት ክንሰርሓ ንኽእል ኢና ማለት እዩ። ስለዚ ኣብኡ ህልኽ ዘይምሓዝ፣ ተሃላልኽቲ ዘይምዃን ነቲ ስራሕና ዕዉት ክገብረልና ይኽእል እዩ ማለት እዩ። ስለዚ እቲ ዝዓበየ ሓሳብ ሕጂ ናተይ እንታይ እዩ ኣድቨርታይዝ ምግባር ዘይኮነስ ጥራይ እንታይ እዩ ዘጋጥመና ቻለንጂን ዝኾነ ኩነታት ኣብ ስራሕና ድዩ ኣብ ማሕበራዊ ሂወትና ክህሉ ይኽእል እዩ ግን እቲ እቲ ፍታሕ ናቱ ብምንታይ ኢና ክንፈትሖ ዘለና እንድሕር ኢልና እቲ ክንገብሮ ዝግብኣና ብህድኣት ብምስትውዓል እንድሕር ጌርናዮ ኩሉ ግዜ እቲ ዘድልየና ነገራት ክንሰርሖን ክንፈትሖን ንኽእል ኢና ማለት እዩ። ኣብቲ ንዓርቀሉ ወይ ከኣ ስትረስ ዝገብረልና ነገር ከኣ ልክዕ ኣብታ ሰዓት ኣብታ ዝኣብየትና ነገር ኣቋሪፅና ምስ እንምለሳ ድማ እቲ ኣብያትና ዝፀንሐት ኣብ ቀሊሉ ምስ ዝተመለስና ብቅልል ዝበለ መንገዲ ክንፈትሓን ክንሰርሓን ስለ ንክእል ማለት እዩ። the same way ኣብቲ ማሕበራዊ ህይወትና ከዓ ከምኡ ክንጥቀም ኣለና ብምባል ይኣምን። ስለዚ እዚ ልክዕ ከምዚ ትሪእዎ ዘለኹም ምልክዕቲ ዝኾነት ናይ እንዳ ቡን እያ። ኩሉ ግዜ ዕግበት ዝህበካ ድማ እቲ ኣቢካ ዝጸንሐ ወዲእካ ወይ ሰሪሕካዮ ምስ ረኣካዮ ሽዑኡ ቧእ ከም ጽበያ ኔራ እንቋዕ ኢደያያ ክትብል እሞ ስለዚ ኣብ ሂወት ኩሉ ግዜ ተስፋ ዘይምቁራጽ እቲ ዘለና ሓሳብና ሓንሳብ ምስ ተኣብየና ሓንሳብ ኣቢና ኢልና ዘይምሕላል ወይ ውን ኣብኡ ህልኽ ሒዝና ከኣ ተሃላሊኽና ሒዝና ከኣ ብሓንሳብ ክንውድኦ ዘይምድላይ ማለት እዩ ስለዚ ኤህ ነዚ ይመስል ብሕጽር ዝበለ ገሬ ፕሮዳክሽን ሞስትሊ ብስርሓት ገዛና ካብቲ ዝደቐቐ ክሳብቲ ዝዓበየ ዘቕርበሉ መደብ እዩ ሓደስቲ እንድሕር ኣለኹም ኣብ ገሬ ፕሮዳክሽን ዘሎ ቪድዮታት ብምርኣይ ንዓኹም ዘድሊ ወይ ከኣ ጠቕቅም እዩ ዝበልኩሞ ናትኩም ሓሳብ ክትህቡ ከኣ ተጸባይየ ከምቲ ኩሉ ግዜ ዝብሎ ድማ